ብምቕጻል ኣብ ዝሓለፉ ኣርእስትና ካብ ሱረት ኣልበቀራ ቁጽሪ ሚእትን ሰማንያን ሰለስተን ክሳዕ ሚእትን ሰማንያን ኣርባዕተን ብሕጽር ዝበለ ኣገባብ ትርጉሙን ሓደ ሓደ ደንብታቱን ገሊጽና። ሎማዓንቲ ገለ ክፋል ናይ ኣያ ቁጽሪ ሚእትን ሰማንያን ሓሙሽተን ክንትንትን ኢና፣ ረቢ ሓቂ ክንዛረብ፣ ኣገልገልቲ ናይ ቁርኣኑ ክንከውን ይሓግዘና። ኣላሁ ስብሓነሁ ወተዓላ ኣብ ክቡር ቁርኣኑ ከምዚ ይብል፣ ቃለ ተዓላ፣ ሸህሩ ሮሞዳነ ለዚ ኡንዚለ ፊሂ ልቁርኣን፣ እዚ እንታይ ማለት እዩ ትርጉሙ፣ ሮሞዳን ቁርኣን ዝወረደሉ ወርሒ እዩ። እምበኣርከስ ወርሒ ሮሞዳን ካብቶም ካልኦት ኣዋርሕ ዝበለጸን ዝማዕረገን ወርሒ እዩ። ከመይሲ ዋሒ ካብ ኣላሁ ሱብሓነሁ ወተዓላ ናብ ረሱል ሰለላሁ ዓለይሂ ወሰለም ክወርድ ዝጀመረሉ ዕለት ስለዝነበረ፣ ሮሞዳን ብኽልተ ዓበይቲ ኣጋጣሚታት ይዝከር። ንሱ ኸኣ ቁርኣን ምውራድ ጀሚሩ፣ ጸልማት ተቐንጢጡ፣ መሬት ብብርሃን እትደምቀሉ እዋን ምምጽኡ፣ ካልኣይ ድማ ሮሞዳን ወርሑ ጾም ክኸውን ኣላሁ ሱብሓነሁ ወተዓላ ትእዛዝ ምውራዱ። በዚ ምኽንያት ከኣ ኣብ ወርሒ ሮሞዳን እቲ ዝበለጸ ዓይነት ዒባዳ ጾም ምጻምን ቁርኣን ምቕራእን ስለዝኾኑ ናይ ቀዳምነታት ቀዳምነት ክስርዑ ይግባእ። ቁርኣን ኣልከሪም ብኢቅራእ ወይ ኣንብብ እትብል ቃል ጀሚሩ ንዕስራን ሰለስተን ዓመት ዝኣክል ከየቋረጸ ናብ ረሱል ሰለላሁ ዓለይሂ ወሰለም ይወርድ ነይሩ። ቁርኣን ኣልከሪም ከም መለኮታዊ መጽሓፍ ምልኣኹ ሓድሽን ዘገርምን ፍጻሜ ኣይኮነን። ቁርኣን ኣልከሪም ኣንቢብካ ዘይጽገብ ሰሚዕካ ዘይምኖ ኣድኒቕካ ዘይውዳእ መጽሓፍ እዩ። ቁርኣን ኣልከሪም ካብ ኣላሁ ሱብሓነሁ ወተዓላ ዝወረደ መጽሓፍ ጥራይ ዘይኮነስ ብፍጹም ቃል ኣላህ ምዃኑ ብዘይውልውል ሓቂ ትእዛ ምዃኑ ትእዛዛቱ ክኸብርን ዝኾነ ኣንጻር ቁርኣን ዝለዓል ጠቐነ ክንጸግን ሓደ ኣካል ናይቲ እምነት እዩ። ሻህር ሮሞዳን ክዝከር ከሎ ምስኡ ተታሒዞም ኣርባዕተ ዝበለጹ ነገራት ይዝከሩ። ንሳቶም ከኣ መጀመርያ ቁርኣነልከሪም ባዕሉ። ቁርኣነል ከሪም ዝበለጸ መዘና ዘይብሉ ደምዳሚ መጽሓፍ ምዃኑ፣ ካልኣይ ጅብሪል ዝበለጸን ዝለዓለን ስልጣን ዘለዎ ዋሒ ቁርኣን ሒዙ ናብ ረሱል ሰለላሁ ዓለይሂ ወሰለም ይወርድ ምንባሩ፣ ሳልሳይ ማካን መዲናን ቁርኣን ዝወረደሉ ቦታ ስለዝኾነ ካብ ኩሎም ቦታታት ዝበለጸን ዝተፈትዎን ቅዱስ ቦታ ምዃኑ፣ ራብዓይ ወርሒ ሮሞዳን፣ ሮሞዳን ቁርኣን ዝወረደሉ ወርሒ ስለዝኾነ ካብቶም ካልኦት ጸብለልትነት ዘለዋ ብርኽቲ ወርሒ ምዃና ኣብዚ ንዝክር ማለት እዩ። ከምኡ ኣላሁ ሱብሓነሁ ወተዓላ ቀጺሉ ይብል፣ ሁደን ሊናስ ወበይናቲን ሚነል ሁዳ ወልፉርቃን። እዚ ማለት ቁርኣን ኣልከሪም ንደቂ ሰብ ቅኑዕ መገዲ ዝመርሕ፣ ቅንጣብ ሕርኽርኽ ዘይብሉ፣ ንጹር፣ ሓቅን ሓሶትን ዝፈላሊ ዝኾሽሕ ቅዱስ መጽሓፍ እዩ። ልክዕ'ዩ ቁርኣን ኣልከሪም ቃል ኣላህ ሱብሓነሁ ወተዓላ ስለዝኾነ ንዓና ደቂ ሰብ ካብ ጥፍኣት ናብ ድሕነት ዝኣሊ፣ ሓላልን ሓራምን ዘብርህ፣ ምንዋሕ ግዜ ዘይዓግቶ፣ ምስ ምልውዋጥ ዘመናት እናደመቐ ዝኸይድ ኣብዚ ዘመን እዚ ይሰርሕ ኣብዚ ዘመን እዚ ኣይሰርሕን ዝበሃል ዘይብሉ፣ ዘመን ዘይስዕሮ፣ ዘይልወጥ ዘይጎድል ዘይውሰኽ ንዘልኣለም ዘይሃስስ ተኣምር መፅሓፍ እዩ። እዚ ክብርን ሓቅታትን ዝሓቖፈ መፅሓፍ ክንመሃሮን ከነፅንዖን ግቡእና እዩ። ጅብሪል ዓለይሂ ሰላም ንረሱል ሰለሏሁ ዓለይሂ ወሰለም ዓመታዊ ሓንሳ ቁርኣን የጽንዓሎም ነይሩ፣ እታ መጨረሻ ዝጾሙላ ዓመት ከኣ ክልተ ግዜ ቁርኣን ኣጽኒዑሎም። ብቁርኣነል ከሪም ኣንቢብካ ዝሕፈስ ኣጅሪ'ውን ቀሊል ኣይኮነን። ብዛዕባ'ዚ ረሱል ሰለሏሁ ዓለይሂ ወሰለም ይብሉ፣ ሓንቲ ፊደል ካብ ቁርኣን ዝቐረኣ፣ ዓሰርተ ኣጅሪ ኣለዎ እዚ ክበሃል እንከሎ ካብ ኣሊፍ ላም ሚም ካብ ነፍሲ ወከፍ ሓርፊ ዓሰርተ ኣጅሪ ኣለኩም ይብሉ ስለዚ ኣብዚ ወርሒ እዚ እቲ ቀንዲ ጠመተን ንጥፈትን ክንገብረሉ ክንጸቕጠሉ ዘለና ዓይነት ዒባዳ ቁርኣን ምቕራእ እዩ ኣብ መደምደምታ ንቁርኣን ኣንበብቱ ጥራይ ዘይኮነስ ኣስተውዓልቱን ብትእዛዛቱ ተገዛእትን ተምበርከኽትን ይግበረና ሃዳ ወላሁ ኣዕለም ኣብ ዝመጽእ ትምህርትና ነዛ ኣያ ክንቅጽላ ኢና ስለቲ ጽን ኢልኩም ዝሰማዕኹሙኒ ከመስግነኩም ፈትዩ ወጀዛኩሙላሁ ኸይር ወሰላሙ ዓለይኩም
ወረሕመቱላሂ ወበረካቱ።